ሰላም ሰላም ተኸታተልቲ እዚ ቻነል ከመይ ቀኒኹም ኣብዚ ዘለኹሞ ሰላምን ጥዕናን ኣብ ስራሕኩም ድማ ኣሳልጦን ዓወትን ንምነ ሎሚ ውን ከምቲ ኩሉ ግዜ ምስ ሓደ ሓድሽ ትምህርቲ ወይ ድማ ሓድሽ ሪኣክሽን ሓድሽ ሓበሬታ እንመጾ ሎሚ ውን ካብ ሶሎ ኢንፎ ቴክ ሓደ ሓድሽ ትምህርቲ ሒዝና መጺእና ኣለና። ኣብ ናይ ሎሚ ትምህርትና ኣብ ማይክሮ ሶፍት ፓወር ፖይንት ከነተኩር ኢና። ስለዚ ንተኸታታሊ ዓሰርተ ክፋላት ኣብ ማይክሮ ሶፍት ፓወርፖይንት ዘተኮረ ትምህርቲ ክንህብ ኢና። ማይክሮሶፍት ፓወርፖይንት ሓደ ካብቶም ናይ ማይክሮሶፍት ኦፊስ ፓኬጅ እዩ። ስለዚ ማይክሮሶፍት ፓወርፖርት ኣካል ናይቲ ንበዓል ማይክሮሶፍት ዎርድ፣ ማይክሮሶፍት ኤክስኤል፣ ማይክሮሶፍት ኣክሰስ፣ ማይክሮሶፍት ፓብሊሸር፣ Outlook፣ ካልኦትን ዝሓቖፈ ሓደ ዓቢ ናይ Microsoft Office ፓኬጅ እዩ። Microsoft PowerPoint ብፍሉይ ንፕረዘንተሽን ዝኾነ ሓሳባትን ትምህርትን ዝኾነ ነገር ንክነቕርብ ናብ ሰማዕቲ ወይ ድማ ናብ ኣውድዮንስ ናትና ፕረዘንት ክንገብር እንጥቀመሉ ኣፕሊኬሽን እዩ። ስለዚ ማይክሮሶፍት ፓወርፖይንት ብሓፈሻ ኣብ ሓደ ደረቕ ሰሌዳ ወይ ድማ ስላይድ ኢልና ንፅውዖ ፅሑፍ ብምጥቃም ስእሊ ብምውሳኽ ቪድዮ ይኹን ከምኡውን ናይ ድምፂ ከምኡውን ኣኒሜሽንስ ከም ዝተዋዕወዐ ነገር ካልእ ሊንክታትን ዝተፈላለዩ ኢፌክትስን እናተጠቀምና ነቃልቦ ተዓዘብትና ናይ ትምህርቲ ተዓዘብቲ ክኾኑ ይኽእሉ እዮም ናይ ተራ ሂወትና ምንቅስቓሳት ክኸውን ይኽእል እዩ ብዓብዩ ድማ ኣብ ቢዝነስ ዘተኮረ ፕሬዘንቴሽን ክኸውን ይኽእል እዩ ነዞም ኩሎም ክጠቕሶም ዝጸናሕኩ ከም ቴክስት ጽሑፍ ኢሜጅስ ከም ስእሊ ቪድዮ ከም ቪድዮ ኣውድዮ ድምፂ እናተጠቀምና ኣኒሜሽን እናተጠቀምናን ካልኦት ተወሰኽቲ ኢፌክትስ እናተጠቀምናን ነቲ ዝከታተለና ነቲ ተዓዛቢና ዝማርኽ ፕረዘንቴሽን ክንገብር እንጥቀመሉ ናይ ማይክሮሶፍት ኦፊስ ፓኬጅ እዩ ስለዚ ኣብ መዓልታዊ ህይወትኩም ብፍላይ ኣብዚ ሕጂ ናይ ዝምዕቡል ግዜ ዘሎ ናይ ትምህርቲ ሓደ ካብቲ ቀንዲ ዝጥቀሙሉ ናይ Microsoft Office ፓኬጅ እዩ። ከምኡ ውን ብዙሕ ናይ ቢዝነስ ትካላት ሓበሬታታት ነንሕድሕደን ዝወሃባሉ፣ ሰራሕተኛታተን ኣባላተን ዘሰልጥናሉ፣ ብሓፈሻ ዲስፕለይ ክገብራሉ፣ ዝጥቀማሉ ሓደ ካብቲ ናይ ማይክሮሶፍት ኦፊስ ፓኬጅ ድማ ፓወር ፖይንት ማይክሮሶፍት ፓወር ፖይንት ስለዚ እዚ ክንብል ከለና ማይክሮሶፍት ፓወር ፖይንት በዞም ዝጠቐስናዮም ናይ ጽሑፍን ስእልን ቪድዮን ኣውድዮን ኣኒሜሽንስን ተጠቂምና ን ማራኺ ዝኾነ ናይ ኣቕርቦት ወይ ድማ ናይ ምእንጋድ ወይ ድማ ሓበሬታ ናይ ምትሕልላፍ እንጥቀመሉ ፓኬጅ እዩ። ነዚ ትምህርቲ እዚ ፕሊስ ክትከታተልዎ ምሉእ ምሉእ ክትመልከዎ ምስ ትደልዩ ልክዕ ከምቲ ኩሉ ግዜ ንብሎ ማለት እዩ ነተን እንኸደን ስቴፕስ ብሙሉአን ምሳና ሓቢርኩም ትኸድዎን ቪድዮ ፖስት ብምግባር ምስ ገዛ ርእስኹም ፕራክቲስ ትገብርዎን እንተዘይተረዲኡኩም ተመሊስኩም ትርእይዎን ካብኡ እውን ምናልባት ዝጎደለ እንተልዩ እውን ኣብ ኮሜንት መልእኽቲ ምስ ትገድፉልና ተመሊስና መብርሂ ወይ ድማ ዝያዳ መነፀሪ ቪድዮ ክንሰርሓልኩም ንኽእል ኢና ብሓፈሻ ግን ኣብዚ ቪድዮ እዚ ተቐሪቡ ዘሎ ኣብዚ ትምህርቲ ተቐሪቡ ዘሎ ነቲ Microsoft PowerPoint ካብ ምጅማርን ክሳብ መወዳእትኡን ንሓደ ዝኾነ ኣፍልጦ ዘይጸንሖ ኣብ Microsoft Office ዋላ ኣፍልጦ ዘይጸንሖ ሰብ Microsoft PowerPoint ተጠቂሙ ንዘለዎ ሓሳባትን ንዘለዎ ናይ Present ምግባር ናይ ምቕራብ ድሌታትን ብምዕሩግን ብውቁብን ብማራኽን መንገዲ ከቕርብ ከም ዝኽእል ጌሩ ተዳልዩ ዘሎ ትምህርቲ እዩ እሞ ነዚ ትምህርቲ ካብ መጀመርያ ክሳብ መወዳእታ ብጥብቂ ተተኸታቲልኩሞ ብዘይ ዝኾነ ጸገም ባዕልኹም ንዓኹም ዘድልየኩም ፕረዘንተሽን ክተቕርቡ ትኽእሉ ኢኹም ማለት እዩ። ሰናይ ምክትታል። ኦኬ ማይክሮሶፍት ፓወርፖይንት ከመይ ጌርና ንኸፍት? መጀመርያ ማይክሮሶፍት ፓወርፖይንት ኣብ ኮምፒውተርና ኣበይ ንረኽቦ? ማይክሮሶፍት ፓወርፖይንት ከም ክሎም ኣፕሊኬሽን ኣብ ስታርት ብምኻድ ሽዑ ኦል ኣፕሊኬሽን ብምኻድ ማይክሮሶፍት ኦፊስ ዝብል ፎልደር ክሳብ ንረክብ ታሕቲ ንኸይድ ማይክሮሶፍት ኦፊስ ዝብል ረኺበ ኣለኹ ንዑ ዳውን እታ ኣሮው እዛ ኩሉ ግዜ እዛ ኣሮው እዚኣ እንተሪእና ኣብዚ ዝተቐመጠ ካልእ ሓበሬታ ኣሎ ማለት እዩ ስለዚ ንዓ ክሊክ ጌርና ነቶም ብምልኦም ዘርዚርና ንሪኦም ማለት እዩ ካብዚኦም ፓወርፖይንት ክሳብ ንረክብ ንታሕቲ ገጽና ንወርድ እነህልኩም ማይክሮሶፍት ፓወርፖይንት ኣብዚ መጺና ክሊክ ብምግባር ማይክሮሶፍት ፓወርፖይንት ክንከፍት ንኽእል። እዚ ሓደ መንገዲ እዩ። ክንዓጽዎ ኢና። ካልእ መንገዲ ድማ ክንድኡ መንገዲ ከይከድካ ኣብዛ ሰርች ፓወር ፖይንት ኢልና ምስ እንፅሕፍ ማይክሮሶፍት ፓወር ፖይንት ዝብል ኣብዚ መፂና ኣሎ ክሊክ ብምግባር ክንከፍቶ ንኽእል ኢና ኦኬ እዚ እውን ክዓፅዎ እየ ብሓፈሽኡ ፓወርፖይንት ንነዊሕ ግዜ ክንጥቀመሉ መደብ እንተልዩና ወይ ድማ ካብቶም ተደጋጋሚ እንጥቀመሎም እንተኮይኖም ንኣብነት እዚ ታስክ ባር ኢልና ንፅውዖ ኣብዚ ታስክ ባር ኢልና ንፅውዖ ክነቐምጦ ንደሊ እዚኦም ኣብዚ ዘለዉ ብሓፈሻ ኩሉ ግዜ ዝጥቀመሎም ማለት ስለዚ ኣብዚ መፅኤ ክሊክ ብምግባር ብቀረባ ይከፍቶም ኣብቲ ብ ስታርት ምካድ ኣየድልየንን ሰርች ምግባር ኣየድልየንን ማለት እዩ so ንማይክሮሶፍት ፓወር ፖይንት ኣብዚ ታስክ ባር ከምፅኦ እንተደልየ ኣብ ስታርት ክከይደ መጀመርያ ክረክቦ እየ ኣበይ ክከይደ ማይክሮሶፍት ኦፊስ ማይክሮሶፍት ኦፊስ መሊሰ ፓወር ፖይንት ኣብ ዘላትኩም ራይት ክሊክ ካብታ ማውዝና እታ የማነይቲ ክሊክ ንጥቀም ማለት እዩ and more ኢልና pin to taskbar ንብል እንታይ ንብል እንታይ ገይረ ራይት ክሊክ ገይረ more ኢለ ፒን ቱ ታስክ ባር እዚኣ ምስ ዝብል ኣብቲ ታሕቲ ኣብቲ ታስክ ባር ንኹሉ ግዜ ብቐዋሚ ኣብኡ ክህሉ እዩ ማለት እዩ ሶ ፒን ቱ ታስክ ባር እብላ ኣለኹ ኦኬ ወዲኤ ካብዚ ወፅኤ ስለዚ ፓወርፖይንት ኣብዚ ኣሎ መስርዕ ክተሓዘለይ ትደልየ ኣብዚ ቅድሚት ከምፆ እየ ኦኬ ስለዚ ፓወርፖይንት ኣብዚ ኣሎ ማለት እዩ ሶ ከምዚኣ ምስ እንገብራ ካብ ሕጂ ንንየው ኣብዚ ክሊክ ብምግባር ፓወርፖይንት ክንከፍት ንኽእል ኢና ሓደ ካልኣይ መንገዲ ኣብ ሰርች ፓወር ፖይንት ብምፅሓፍ ክመፀና እዩ ክንከፍት ንኽእል ኢና ሳልሳይ ኣብ ስታርት

እዛ ኣብ ታስክ ባር ዝበልናያ ከኣ ተመራጺት ምኽንያቱ ብብዝሒ ትጥቀመሉ እተኾይንካ ዝኾነ ኣፕ ነውሕ መንገዲ ከይከድካ ኣብ ቀረባ ክጸንሓካ ፒን ክትገብሮ ትኽእል ኢኻ ኣብ ታስክ ባር ማለት ሶ ማይክሮሶፍት ፓወር ፖይንት ምስ ከፈትናዮ ትርኢቱ እንታይ ይመስል ልክዕ ነዚ ንርእዮ ዘለና ማይክሮሶፍት ፓወር ፖይንት ክፍት ምስ ኣበልናዮ ነዚ መልክዕ እዚ ሒዙ መጸና። ሓደ ስላይድ እዚ ስላይድ ኢልና ንጽውዖ ስላይድ ስላይድ ኢልና ንጽውዖ ሓደ ዲፎልት ስላይድ ኣርእስትን ንኡስ ኣርእስትን መስርሒ ዘለዎ ጥራሕ ሒዙልና ይመጽእ ማለት እዩ። ስለዚ ፓወርፖይንት ከምዛ ንሪኦ ሓንቲ ስላይድ እዩ ሒዙ ዝመጽእ ሓንቲ ገጽ ሒዙልና ይመጽእ። ንሕና ድማ እንታይ ክንገብር ኢና? ገጻት እናብዛሕና፣ ስላይድ እናብዛሕና፣ እናወሰኽና እናወሰኽና እናዕበና እቲ ንደልዮ እናሰራሕና ንኸይድ ማለት እዩ። So ትርኢት Microsoft PowerPoint ነዚ ይመስል። ብሓፈሻ ዳህሳስ ክንገብር ከለና እዚ Thumbnails ንብሎ ነቶም ስላይድስ ዘርእየና ሸነኽ እዩ እዚ ኣብ ጸጋም ዘሎ ማለት እዩ እዚኣ ድማ እታ ስላይድ ብዓቢኣ ትኸውን እዚኣ እታ ስላይድ ብዓቢኣ ትኸውን ኣብዚ ሚኒማይዝ ታሕቲ ክነውርዶ እንተደሊና ማክሲማይዝ ክንዕብዮ ተደሊና ሚኒማይዝ ተይልና ሕጂ ጠቕሊሉ ታሕቲ ገጹ ክወርድ እዩ ሽዑ መጺና ክሊክ ተገይርናዮ ክምለስ እዩ ክሎዝ ድማ ክንዓጽዎ ምስ እንደሊ ከምኡ ኣብ ታሕቲ ወሪድና ምስ እንሪኦ እዚ ዙም ክንገብሮ ምስ እንደሊ ነቲ ስላይድ ክነዕብዮን ክነንእሶን ምስ እንደሊ እዩ እዚ ድማ እቶም ቪውስ ማለት እዩ እዚኦም ስዒብና ብድሕሪት ክንሪኦም ኢና ብሓፈሻ ሕጂ ቪውስ እዮም እዚኦም ኖርማል ቪው ስላይድ ሶርተር፣ ሪዲንግ ቪው፣ ን ስላይድ ሾው ዝተፈላለዩ ቪውስ ኣለዉና። ከም ሓበሬታ ጥራሕ ሒዝና ንሕለፍ። ኣብ ቪው ምስ በጻሕና ጽቡቕ ጌርና ክንሪኦ ኢና። ኣብዚ ግን ከም ትምህርቲ ኣብዚ እቶም ቪውስ ከም ዘለዉና ኩሎም ቪውስ ድማ ኣብዚ ታሕቲ ተዘርዚሮም ከም ዘለዉ ፈሊጥና ጥራሕ እንተሓለፍና ኣኻሊ እዩ ማለት እዩ። ሶ ማይክሮሶፍት ፓወርፖይንት ምስ ከፈትናያ እንታይ ትመስል ኢልናያ ባይ ዲፎልት ነዚ ሓደ ስላይድ ሒዛትልና ትመፅእ እታ ትመፅእ ስላይድ ድማ ክሊክ ቱ ኣድ ታይትል ዝብል ኣርእስኻ ክትፅሕፍ ምስ እትደሊ ፕላስ ክሊክ ቱ ኣድ ሳብታይትል ኣብዚ ድማ ሳብታይትል ክፅሕፍ ወይ ድማ ንኡስ ኣርእስቲ ክፅሕፍ ምስ እትደሊ ጥራሕ ቀሪባ ትመፅእ ፓወርፖይንት ብዙሕ ካልእ ኦፕሽን ኣለዎ እዚኣ ግን እታ ዲፎልት ማይክሮሶፍት ፓወርፖይንት ክትከፍት ከለኻ እትመፀካ ስላይድ እያ ማለት እዩ ሶ ክንዝክራ ዘለና እዚኣ እንታይ ንብላ ኣለና ስላይድ ስላይድ እዚኣ ስላይድ ኢልና ንፅዋዕ ኣለና እዚኣ እንታይ ንብላ ኣለና ሚኒማይዝ እዚኣ ሪስቶር ክትከውን እያ ክተንእሰልና ማለት እዩ ሓንቲ ርቡዕ ኩርናዕ ምስ ትኸውን ድማ ማክሲማይዝ ክትዓቢ ክልተ ዝተደራረባ ርቡዕ ኩርናዕ ከዓ ሪስቶር ንእስ ኣቢላ ክተርእየልና ኣብቲ ዊንዶውስ ማለት እዩ ማክሲማይዝ ክንዕብያ ምስ እንደሊ ክሎዝ ድማ ፈፂምና ክንዓፅዎ ምስ እንደሊ እዩ ማለት እዩ ኦከ ክሳብ ኣብዚ ጽቡቕ ተረዲእና እንተልዩ ክንቅጽል ኣብዛ ናይ ሎሚ ቪድዮና እንታይ ክንድህስስ ኢና ክሳብ ሕጂ ከመይ ጌርና ማይክሮሶፍት ፓወርፖይንት ንኸፍት ርኢና ጸኒሕና ማይክሮሶፍት ፓወርፖይንት መጀመርያ ክንከፍቶ ከለና እንታይ ሒዙልና ይመጽእ ርኢና Microsoft PowerPoint ሚኒማይዝ ክንገብሮ ሪስቶር ወይ ማክሲማይዝ ክንገብር ክንዓፅዎ ፕላስ ዙም ክንገብሮ ነቲ ተኸፊታ ዘላ ስላይድ ዙም ክንገብራ ከነዕብያን ክነንእሳን ኣብዚ ታሕቲ ከም ዘለና ኣብኡ ከለና እውን እቶም ቪው ኦፕሽንስ ነቶም ዝተፈላለዩ ናይ ቪው ኦፕሽንስ ድማ ኣብዚ ከም ዘለውና ርኢና ማለት እዩ ካብኡ ቀጺልና ሎሚ ከመይ ጌርካ ሓድሽ ፕረዘንተሽን ትኸፍት፣ ከመይ ጌርካ ንዝኸፈትካዮ ፕረዘንተሽን ሴቭ ትገብሮ፣ ከመይ ጌርካ ድማ ንሓደ ፕረዘንተሽን ዓጺኻዮ ትወጽእ ክንርኢ ኢና። ኦኬ ስለዚ ሓደ ሓድሽ ፕረዘንተሽን ክንከፍት ተደሊና ፋይል ንብል ኒው ኒው እንታይ ይብለና ድሉ ፕረዘንቴሽን ኣሎ ብላንክ ፕረዘንቴሽን ሕጂ እዚ ድሉ ድሮ ኣብ ኢንተርነት ማይክሮሶፍት ኦፊስ ብቕልል ዝበለ ንክትጥቀመሉ ሬዲ ሜድ ዝኾነ ዝህበና እዩ። ብላንክ ግን ዚሮ ወላ ሓንቲ ዘይብላ ማለት እዩ። ስለዚ ብላንክ ፕረዘንቴሽን ይብላ ኣለኹ ዳብል ክሊክ ኩሉ ግዜ እንታይ ትህበና ኢልና ብላንክ ሓዳሽ ክንከፍት ከለና ኣርእስትን ንኡስ ኣርእስትን ዝሓዘት ሓንቲ ስላይድ ዝሓዘት ፕረዘንተሽን ትኽፈት። እዛ ፕረዘንተሽን ሽማ እንታይ ኣሎ? ፕረዘንተሽን ቱ። እታ ቅድሚኣ ከፊትናያ ዝጸናሕና ፕረዘንተሽን ዋን ስለ ዝጸንሐት ማለት እዩ። ሕራይ እምበኣር ነዛ ፕረዘንተሽን ቱ ከፊትናያ ኣለና። ስለዚ ክንዕቅባ ኢና፣ ሴቭ ክንገብራ ኢና። ሴቭ ክንገብራ ድማ ልክዕ ከምኡ ፋይል ንብል ሴቭ ሴቭን ሴቭ ኣስን ዝተፈላለየ ኦፕሽን እዩ ዘለና ብሴቭ ክንጅምር ኢና ሴቭ ክሊክ ንገብር ሶ ሴቭ ክሊክ ምስ ገበርና ናበይ ሴቭ ክትገብሮ ደሊኻ የምርፀና ማለት እዩ ኣብ ዝኾነ እቲ ሴቭ ክትገብረሉ ደሊ ዶክመንት ዝተኮይነ ሕጂ ዶክመንትስ ክሊክ ትገብር ወይ እውን ካልእ ትመርፆ ቦታ ተሊካ ኣብኡ ከድካ ትመርፅ ሽም ናይቲ ፋይል ትህብ እንታይ ካ ክትብሎ እዚ ንኣብነት ክላስ ዋን ክንብሎ ንኽእል ኢና ወይ ድማ እንታይ ክንገብራ ኢና ሓንቲ ፕሬዘንቴሽን ቢልድ ክንገብር ስለ ዝኾንና ኤሪትሪያ ኢን 35 years ትብል ፕሬዘንቴሽን ክሬት ንገብር ኣለና ኦኬ ሴፍ ክብላ እያ ኣብየለ ኣብ ዶኩመንት ሽም እንታይ ኮይና ትሪኦ ኣለኹም ኣብዚ ኤሪትሪያ ኢን ሰርቲ ፋይቭ ይርስ ሶ ሓድሽ ክንከፍት ፋይል ኒው ንብል ኢልና ሴቭ ክንገብር ፋይል ሴቭ ንብል ኢልና ሕጂ ድሮ እዚኣ ሴቭ ኮይና ኣላ ኣበይ ሴቭ ኮይና ኣላ ኣብ ማይ ዶኩመንት ሴቭ ኮይና ኣላ ኣበይ ሴቭ ኮይና ኣላ ኣብ ማይ ዶኩመንት ሴቭ ኮይና ኣላ ኣብ ካልእ ቦታ ካልእ ተመሳ ልክዕ ካብኣ ኮይና ኣብ ካልእ ቦታ ሴቭ ክንገብራ ምስ ንደሊ ፋይል ሴቭ ተይልና ሀጂ ድሮ ኣብቲ ሴቭ ኮይናቶ ዘላ ጥራሕ እዩ ዝሰርሕ ፋይል ሴቭ ታይልና ኩሉ ግዜ ሀጂ ኣብቲ እሳ ዘላቶ ሴቭ እናገበረ እየ ዝኸይድ መጀመርያ ሓድሽ ክኸውን ከሎ ናበይ ሴቭ ክትገብር ዘሊኻ ኢሉ ምርጫ ህበካ እዩ ድሕሪኡ ግን ኩሉ ግዜ ፋይል ሴቭ ክትብል ከለኻ ነታ ዶኩሜንት ኣብታ ኣቐሚጥካዮ ዘለኻ ነቲ ዝገበርካዮ ለውጢ ጥራሕ እዩ መሊሱ ናብኡ ኣፕዴት ዝገብሮ ወይ ድማ ዝውስኾ ማለት እዩ። ስለዚ ኣብ ካልእ ቦታ ሴቭ ክትገብራ ተደሊኻ እንታይ ክትገብር ትኽእል ፋይል ሴቭ ኣስ ፋይል ሴቭ ኣስ ስለዚ ከም ብሓድሽ ምርጫ ትህበና ማለት እዩ። ሕጂ ንኣብነት ኣበይ ክወስዳ ክእል ኣብ ዴስክቶፕ ሴቭ ክገብራ ደልየ እዚኣ the same ሽም ኣብ ዴስክቶፕ ሴቭ ገይረያ ኣለኹ ሶ ሕጂ እታ ኣብ ዶኩሜንት ዘላ ዘይኮነሲ ኣብ ዴስክቶፕ ዘላያ እዛ ከፊተያ ዘለኹ ኤሪትሪያን ኤሪትሪያን ሰርቲፋይ ፊርስ ትብል ዘላሲ ኣብ ዴስክቶፕ ዘላያ ማለት እዩ ሶ ሕጂ ክዓፅዎ ምስ ደሊ ኣብዚ መፅኤ ክዓፁ ክእል እየ እንተዘይኮይኑ ፋይል ኢለ ድማ ኤግዚት ክብል ይኽእል እየ ፋይል ኤግዚት ነቲ ዓፅያታ ኣላ ነዚኣ ግን እታ ቀደም ዝኸፈትናያ ሴፍ ክትገብራ ደሎ ትብለና ኣላ ኣይንደልን ኢና ተዓፅያ ሶ ሕጂ ካልእ መዓልቲ መፂኻ ክትሰርሕ ማይክሮሶፍት ፓወርፖይንት ንኸፍት እዚ ሓድሽ ሂብና ዘሎ ነታ ቅድሚ ሕጂ ከፊትናያ ዝነበርና ክንከፍታ ንደሊ ማለት እዩ ክንቅጽል ደሊና ባ ስለዚ እንታይ ክንገብር ኢና ፋይል ኦፐን ኣበይ ነራ ኣብ ዶኩመንትስ ወይ ከዓ ኣብ ዴስክቶፕ ኤሪትሪያ ኢን ሰርቲ ይርስ ዳብል ክሊክ ንገብር ተኸፊት ኣላ ማለት እዩ ስለዚ ናይ ሎሚ ትምህርትና እንታይ እንታይ ዝሓዘ እዩ ብሓፈሻ ማይክሮሶፍት ፓወርፖይንት ከመይ ጌርካ ከም ትኸፍት ከመይ ጌርካ ኣብ ታስክ ባር ፒን ትገብሮ ሪና ድሕሪኡ ብማይክሮሶፍት ፓወርፖይንት መጀመርያ ክንከፍቶ ከለና እንታይ ከም ዝመስል ርኢና ከመይ ጌርና ሚኒማይዝ ንገብሮ ሪስቶር ንገብር ማክሲማይዝ ንገብር ክሎዝ ንከመይ ገርና ዙም ዙም ኢን ን ዙም ኣውት ንገብር ንዕብዮን ነንእሶን ሪኢና ድሕሪኡ ከመይ ገርካ ሓድሽ ዶኩሜንት ትክፍት ከመይ ገርካ ሴቭ ትገብሮ ሴቭ ኣስ ንምንታይ ንጥቀመሉ ከመይ ገርካ ትዓጹ ወይ ድማ ኤግዚት ትገብር ርኢና መሊስካ ድማ ከመይ ጌርካ ትኸፍት ርኢና ኣለና ማለት እዩ so ናይ ሎሚ ትምህርትና ኣብዚኤን ዘተኮረ ነይሩ ነዚኤን ካልኣይ ቪድዮ ቅድሚ ምውራድና ነዚኤን ደጋጊምኩም ደጋጊምኩም ፕራክቲስ ተጌርኩመን ቀልጢፍኩም ክትሕዝወን ኢኹም ቅልል ዝበላ እየን ኣብ ዝመጽእ ምስ ካልእ ቪድዮ ክንራኸብ ኢና በብዘለናዮ ሰላም ወሰናይ